ግዝረት እግዚኣብሄር ምስ ኣብርሃም ቃል ኪዳን ክኣቱ ከሎ ንኣብርሃም ዝሃቦ ናይ ቃል ኪዳን ምልክት ስለ ዝኾነ ከመይ ብኸመይ ይፍጸም ኣብዚ ኦሪት ዘፍጥረት ምዕራፍ ዓሰርተ ሸውዓተ ካብ ሓደ ስጋብ ዓሰርተው ሓሙሽተ ከም በበልካዮ ግዝረት ምልክት ቃል ኪዳን ኣብርሃም ወዲ ትስዓን ትሽዓተን ዓመት ምስ ኮነ እግዚኣብሄር ተራእዮ ኣነ እቲ ኩሉ ዝኽእል ኣምላኽ እየ ብትእዛዘይ ንበር ፍጹም ከኣ ኩን ኪዳነይ ኣብ መንጎይን ኣብ መንጎኻን ክቐውም እየ ኣዝየውን ከብዝሓካ እየ ድማ በሎ። ኣብርሃም ከኣ ፍግም ኢሉ ናብ እግዚኣብሄር ሰገደ። ኣምላኽ ድማ ከምዚ ኢሉ ተዛረቦ፣ እንሆ፣ ኣነ ኪዳነይ ምሳኻ እቕውም ኣለኹ፣ ንስኻ ኣቦ ብዙሓት ህዝብታት ክትከውን ኢኻ። ኣቦ ብዙሓት ህዝብታት ገይረካ እየ እሞ፣ ኣብርሃም ደኣ እምበር፣ ደጊም ስምካ ኣብራም ኣይጽውዓን እዩ በሎ። ኣዝየ ከፍርየካ እየ፣ ብዙሕ ህዝቢ ኸኣ ክትከውን ድማ ክባርኸካ እየ፣ ነገስታት እውን ካባኻ ክውለዱ እዮም ድማ በሎ። ኣነ ኣብ መንጎይን ኣብ መንጎኻን ኣብ መንጎ ዘርእኻን ብድሕሬኻ ድማ ኣብ ወለዶኦም ኪዳነይ ከቕውም እየ። ኣነ ንኣኻን ብድሕሬኻን ድማ ንዘርእኻን ኣምላኽ ከም ዝዀንኩ እዚ ናይ ዘለኣለም ኪዳን እዩ። ኩላ ምድሪ ከንኣን እዛ ሕጂ ስደተኛ ኮንካ ተቀሚጥካያ ዘሎኻ ምድሪ ንኣኻን ብድሕሪኻን ድማ ንዘርእካን ንዘለኣለም ከረስትየኩም እየ ንዘርእኻ ድማ ኣምላኾም ክኸውን እየ ድማ በሎ። ኣምላኽ ድማ ንኣብርሃም ተዛረቦ ንስኻ ኪዳነይ ክትሕሉ ኢኻ ማለት ንስኻ ብድሕሪኻ ኸኣ ዘርእኻ ንውሉድ ወለዶ ንኪዳነይ ክትሕልዉ ኢኹም እቲ ኣብ መንጎይን ኣብ መንጎኻን ድሕሬኻ ድማ ኣብ መንጎይን ኣብ መንጎ ዘርእኻን ዘሎ እትሕልዎ ኪዳን ከኣ እዚ እዩ ኣባኻትኩም ተባዕታይ ዘበለ ኩሉ ይገዘር ይገዘር ማለት ይከንሸብ እዩ ብትግርኛ። ስጋ ዕልብኡ ግዘሩ ነዚ ነቲ ኣብ መንጎይን ኣብ መንጎኹምን ዘሎ ኪዳን ምልክት ክኸውን እዩ። ኣብኻትኩም ሸሞንተ መዓልቲ ዝገበረ ወዲ ተባዕታይ ዘበለ ኩሉ ኣብ ቤት ዝተወልደን ካብ ማንም ካብ ዘርእኻ ዘይኮነ ወዲ ጓና ብገንዘብካ ዝተዓደገን ንውሉድ ወለዶ ይገዘር ኣብ ቤትካ ዝተወልደን ብገንዘብካ ዝተዓደገን ብግዲ ይገዘር፣ እዚ ኪዳን እዚ ኣብ ስጋኹም ኪዳን ዘለኣለም ይኹን ክኸውን እዩ። ዘይተገዝረ ተባዕታይ ማለት ስጋ ዕልብኡ ዘይተገዝረ ኩሉ ኪዳነይ ኣፍሪሱ እዩ እሞ፣ ካብ ህዝቡ ይሰቀቕ ድማ በሎ። ኣምላኽ ድማ ንኣብርሃም፣ ንሰበይትኻ ድሕሪ ደጊም ሳራ እምበር ሳራይ ኢልካ ኣይክትጽውዓ፣ ኣይትጸውዓያ። ክባርኸካ እየ፣ ካብኣ ድማ ወዲ ክህበካ እየ፣ ክባርኸካ እየ፣ ኣደ ህዝብታት ክትከውን እያ፣ ካብ ዘርኣ ኸኣ ነገስታትን ህዝብን ኪወጹ እዮም ድማ በሎ። እዚኣ እያ እታ ናይ ግዝረት እትምህረና ሕጂ ኣብዚ እንታይ ሰሚዕኻ ተባዕታይ ዝኾነ ካብ ዘርእኻን ካብቶም ግዙኣትካን ኣብ ቤትካ ዝተወልደ ተባዕታይ ዝኾነ ክግዘር ክኽንሸብ ኣብ ሻምናይ መዓልቲ ክኽንሸብ እግዚኣብሔር ሕጊ ቃል ኪዳን ንኣብርሃም ዝሃቦ ምልክት ስለ ዝኾነ ነቦታትና ዝተዋህበ ምልክት ንዘልኣለም ቃል ኪዳን ኮይኑ ስለ ዝነብር ወዲ ተባዕታይ እዩ ክኽንሸብ ዘለዎ እምበር ጓል ኣንስተይቲ ክትክንሸብ እግዚኣብሔር ኣይኣዘዞን ስለዚ ዘይተኣዘዘ ስለ ዝኾነ እቲ ሕጂ መዛረቢ ኮይኑ ዘሎ ኣብዚ ግዜ እዚ ነዚ መጽሓፍ እዚ ኣጸቢቕካ ዘይምርኣይ ድዩ ወይሲ ናይ ባዕልኻ ባህልታት ንምንጋስ ርዱእ ኣይኮነን። ስለዚ ተባዕታይ ዝኾነ ክግዘር ኣብዚ ምዕራፍ እዝን ኣብዚ ቁጽርታት ኣብዚ ዘንበብናዮን ዘሎ ስለዝኾነ ክግዘር ዘለዎ ተባዕታይ እዩ ንሱ ከኣ ኣብ ሻምናይ መዓልቲ ክግዘር እዩ ኣዚዙሉ ዘሎ። ስለዚ ናይ ግዝረት ኣብ ዝመስል ትሓቶ ተልዩካ ከኣ፣ ክትሓትት ትኽእል ኢኻ።
ኣቦና ቀሺ ኣሮን ምኽንሻብ መዓስ እዩ ተፈጢሩ ኣብ ደቅንስትዮ ስለምንታይ እዩ ከማን ዝፍጸም እንድሕር ብሕጊ ኣምላኽ ዘይፍቀድ ኮይኑ። እዚ ትእዛዝ ከምዚ ኸምብሎ ዝጸናሕኩ ነቦና ኣብርሃም እንዲ ሂብዎ ነቦና ኣብርሃም ጥራይ ማንሻ ደይኮነ ኣዚዝዎ ኣብዚ ዕለት እዚሲ ንእኡ ካብ ሎም መዓልቲ ኣብርሃም ክኸውን እዩ ሽምካ ቅድሚኡ እንታይ እዩ ነይሩ ኣብራም ጥራይ እዩ ነይሩ ኣብራም ጥራይ እዩ ነይሩ። ካብ ሎም መዓልቲ ሽምካ ኣብርሃም ክኸውን እዩ ኢልዎ። ነዴና ሳራ እውን ካብ ሎም መዓልቲ ጀሚርካ ሳራይ ኣይትበላ ሳራ በላ ኢሉ ሽም ንክልቲኦም እውን ኣመሓይሽሎም ሽሞም። ሕጂ ኣብ ካባኻ ዝተወልደን ኣብ ደምቢኻ ወይ ኣብ ገዛኻ ዝተወልደን ብገንዘብ ዝዓደግካዮ ኹን ወዲ ግዝእቲ ኹን ወዲ ግዙእ ተባዕታይ ዝኾነ ኩሉ ዕልቡ ዕልብኡ ይገዘር ስለዚ ኣብዚኣ ዘይተገዝረ እንተልዩ ካብ ህዝቡ ይሞንቆስ ወይ ከኣ ይቀተል ዝብል ውን ትእዛዝ ኣሎ ኣብዚ ከመይ ማለቶም ሕጂ ዘይተገዝረ እንድሕር ዘይተከንቸበ ክግዘር ክመውት ድዩ?
ኣለዎ እዎ።
ብሰንኪ ሕማም ወይ ብሰንኪ እንታይ? ክቕተል ኣለዎ እምበር እንድሕር ዘይተገዝረ ሕጊ ይፈጸመን ወዲ እግዚኣብሔር ኣይኮነን ማለት ሕጂ ደቂ ኣንስትዮ ግን ካልእ ፍልስምና ዳሕሮት ዝመጹ ዳእዮም ምሂዞሞ ናይ ደቂ ኣንስትዮ እምበሪ ኣብዚ መጽሓፍ እዚ ንኣብርሃም ኣይተኣዘዘን ሕጊ ኮይኑ እውን ኣይተጻሕፈን ሕጋዊ ኣይኮነን ዓመጽ ጥራይ እዩ
ኦከ እሞ ብሃይማኖት ከማን ኣይፍቀድን እዩ። ኣይፍቀድን እዪ ብሃይማኖት እንድዪ ተኸልኪሉ ደሎ መጽሓፍ ቅዱስ ከይ ኸልኪልዎ ደሎ።
ኦከ እሞ ቡዙሕ ባህልታት ወይ ብሄራት ከምኡ ይፍጸም እዩ። ሕጂ
እስላም እንድዮም ኣብራን እዚ ዘዘውትርዎ ደለዉ ሕጂ እሳቶም ደቂ ኣብርሃም ስለ ዝኾኑ እዮም በዛ ንኣብርሃም ዝሃቦ ሕጊ በዚኣ እዮም እታ ግዝረት ዘካይድዋ ዘለዉ እዚኣ ከኣ ንወዲ ጥራይ እያ ትብል እታ ናይ ጓል ካበይ መጺኣ እዩ ዝመጽእ ካልእ ዘይሕጋውያን ሰባታት ዝመሃዝዎ እዩ እዚ እምበር ሕጊ መጽሓፍ ኣይኮነን ኩልኩል እዩ ግዝረት ኣብ ጓል ኣንስተይቲ እሞ ጌጋ ተረዲእዎም ይኸውን።
ካልእ ኣለዎ ካልእ ግን ክንትንትኖ ኣይንደልን ኢና ካልእ ተንኮል ኣለዎ። ኦኬ ዋላ ኣባና እኮ ኣለው ደቂ ኣንስትዮ ተኾንሸባ ሕጂ ሶም ከማን ብጌጋ ድዩ ተረዲእዎም ወይ
ስለዚ ንወዱ ነቲ እስማኤል ንእስማኤል ወዱ ወደ ብርሃን እዩ እስማኤል ንእስማኤል ወዱ እስማኤል ድማ ኺግዘር ከሎ ወዲ ዓሰርተው ሰለስተ ዓመት ኰይኑ ነበረ። እስማኤል ወዲ ዓሰርተው ሰለስተ ዓመት በጺሑ ነበረ ሽዑ። ሕጂ ወዲ ዓሰርተው ሰለስተ ዓመት ምስ ኰነ ስለ እተገዝረ፣ ሕጂ ኣዕራብ ወዲ ዓሰርተው ሰለስተ ዓመት እዮም ዚገዝሩ፣ ከምቲ ንየቦኦም ኣብ ኣርብዓ መዓልቲ ይኰኑ ዚገዝሩ። እስማኤል ኣቦና ኣብ ዓሰርተው ሰለስተ ዓመት እዩ ተገዚሩ ኢሎም ኣብ ዓሰርተው ሰለስተ ዓመት እዮም ዚገዝሩ።
ኦኬ። ዓሰርተ ሰለስተ ዓመት ተጸብዮም ሽዑ ይኹንሸቡ።
ሽዑ ዓቢ በዓል እዮም ዝገብርሉ ቃል ኪዳን ናይ እግዚኣብሔር ስለ ዝኾነ።